ልሳን ህጻናት መብዛሕትኡ ሰብ ኣብ ህጻናት ዝኽሰት ምድንጓይ ዘረባ ምስ ኣውቲዝም የተሓሕዞ ግና ጌጋ ርድኢት እዩ። ምድንጓይ ዘረባ ክመሓየሽ ዝኽእል ምዃኑ በዚ ኣጋጣሚ ክኢላታት ካብ ዘመን ቶይስ ይሕብሩ። ልሳን ህጻናት ከም ሽማ ንኣብ ስደት ዝነብሩ ወለዲ ንዘጋጥሞም ብድሆታት ሓንቲ ካብቶም ክፈትሑ ዝኽእሉ ብልጽቲ ህያብ እያ። እዛ ቋንቋታት ትግርኛን እንግሊዝኛን ዝሓቖፈት ናይ ድምጺ መጽሓፍ፣ ንህጻናት ንምኽፋት ኣፍ፣ ንምምሕያሽ ቋንቋን ዓቕሚ መዝገበ ቃላት ንምውሳኽን ካልእን እትሕግዝ ብክኢላታት እተሓርየት ልሳን ህጻናት ወንንዋ። ተወሰኽትን ሓገዝትን ነገራት ንምርካብ ኣብ ዘመንቶይስ ዳት ኮም ብጽሑና ወይ ውን ሮውራ ፕሮዳክሽን ኢልኩም ተወከሱና።

ሸዊት ሸዊት ሸዊት ሓለንጋይ ስየ ንዓኺ እንድየ ዝያዳ ካብ ኩለን ካብዘን ደቂ ኣስመራ ዋላ ካብ ዓለመይ ዋላ ካብ ሃገራ ንሮቤል ዶ ቦጪሎ እዝጊ ዝፈጠራ እዝጊ ዝፈጠራ እዝጊ ዝፈጠራ እዝጊ ዝፈጠራ ኣደይ መብራት ኣለኽንዶ
መብራህቲ ትርከብ ኣታ ኣነሲ ንዓኻ መሕመምየይ መጉሃየይ ወሊደ ይማ ማድሓን ዲኺ ባከይ ለዝላዝ መልስካ ከዓ ሸዊት ከም ዝሓዝካስ ሸዊት ሸዊት ናልካ ትመፅእ እው ማማይ ተሓዝለይ ሎሚ ኪዳነ ምህረት እንዲ ሸዊት ከይሓዝኩ መፅእ ደሓን ሕጂ ከይደ ብጉያ ከመይ ዝኣመሰለ ሸዊት ዕፉን ሒዘልኪ ክመፅእ ዋላ እቲ ገልገለ መስቀለ ገፋፊጥ እየ ክመፅእ ማሚ ኣታኺ ኣነ ናይ ሸዊትካ እምበር ናይ ሸዊት ዕፉንን ገልገለ መስቀለን ኣየጨንቐንን

ዓንዴል ደኣ ብላዕ እምበር ነዛ ዓንዴልሲ ሸዊተ ኢልካ ወሲኽካሉ ኣታ ሰብኣይ እንተትኸውንሲ እግራ ቅርስም ቅርስም ኣቢልካ ገዛ ኾፍ ዘይተብል ሰብኣይ ሰብኣይ ዘይስጨሉ። ንመን ንሸዊተ ዋእ ንሳ ደኣ ክትትንከፍ ተሰክፍ ሓለፋ ሸዊት ዓተር ሓለፋ ሸዊት ዕፉን ለምለም ሰቲ እኮ እያ። እዌ ኣነ ኣታ ኩፍእ ስብ ክንድዚ ስተርግተር። ሽጉርቲ ክትብል ዲኻ? ሽጉርቲ ብሽጉርቲ ከኣ እዚ ሽጉርቲ ዝብኢ። ግደፍ እንዶ ማማ ኣዛ ብእግቶትኺ ዝብል መርገም ናይ ኣቦና ብሓይሊ ካብ ኣፍና ከም ዝሞልቕ ኣይትግበርና። ኣንታ እሞ ትዛረብዮ ዘለኺ ትፈልጥዮ ኣለኺ ዲኺ? እዛ ንፈልጣ ሸዊት ድያ ወላስ ካልእ ሸዊት ኣምጽእዮ እዩ? ማይ ፍላጥ ኣይትስተይ
እሞ ልዕለይ ዲኺ እስኺ ፈሊጥክያ? ልዕሌኺ እኳ ተዘይፈልጥ እኳ ማዕሬኺ ግን እፈልጣ እየ ብሕማቕ ከኣ ኣይፈልጣን እየ። ማማ!
ሸዊት እኮ ተመንየ ዘምጻኽሉ መሓዛ እያ እንድሕር ንዓኣ ከምዚ ትብልያ ኣለኺ ግን ንዓይ እውን ከምኡ ማለት እዩ እቲ ዝፈልጦ ኣባይ ትንገርኒ ዘይንስኺ ደኣ መን ኣለ ሰራም ሓንቲ ጉቶ ተጎቲቱ ናብዚ ገዛ ዘእተወ ደፍ እንዶ ማማ እንታይ እያ ጌራትኪ ዋ ንሳ ማማ ክትብል ልባ ትሞልቀልኪ ካብዚ ገዛ ኣይኮነን ካብ ዓለም ከይተረፈ ዘጥፍእ ዘረባ እዩ ክትዛረብ ዘለኽ ማሚ ወይ ኣተበይ ናይ ልባ ደኣላ ልባ መሊቐትለይ ንዓኻ እምበር ልቢ ከጥፊኣትልካ ንሳ ዘይትብሎን ዘይትገብሮን ሃለው ለው ለው ለው ለው ትብላ ኣለኻ
ግን ክንድዚ ትዛረቢ ዘለኽስ ምስ ጌሽኪ ከለኺ እዚ ዝክር ናይ ገዛና ስውኡን እንጀርኡን ጌራ ጸኒሓትኪ ሓቀላ ንምንታይ ኢኺ ብድሕሪኡ ዘይተቐበልክያ እምበር ንሸዊተይ ዝወለደት ኣደ እኳ ሓንቲ ጥራይ ዘይኮነሲ ከም ዕፉን ሓሙሽተ ወይ ሽዱሽተ ኣብ ሓደ እዋን ሸዊት ከተኾልኩል እዩ ዘለዋ ኣታኸይ ዓጢነ ዓጢነ እውን ዓጢነ እምበኣር ናብ እዲያኻ ነጢርካ ኣታ ጨጉሪ እንታይ ገይረ ነን ዓጢነናኻ እንታይ ዘጥፍኣ ዝልኪ ነገር ኣለዋ ድዩ ብዛዕባ እቲ ውራይ ኣባላሽያት ለይ ከይትብሊ ከኣ ኣይኮነን ዶ ንሕናሲ ዝኾነ ሰብ ኢልና ትሽሻይ ኣድኒቕዎ እንታይ ክኾንኪ። ወ
ኣታ ትም በሉ ትም በሉ ሕማመይ ከይተላዕሉለይ ተደቢረ ይሕሕ ከይብል ንሱ ኢኹም ትደልዩ ዘለኹም። ማማ በጃኺ ለክ ናይ ስዑራት ዘረባ ኣይትዛረቢ በዓል ሮቤል ሓቆም እዮም ዝተጋገየቶ እንተሎ እዝን እትን ኢልኪ ንገርና ኣይኮነን ግን ንሕና ፍጹም ኣይንቕበለክን ወዳጀይ ወዳጀይ ኣታ ንስኻትኩም ዲኹም ወሊድኩምና ኣነ በሉ ሕጂ ርእየልኩም ኣለኹ ያላ ያላ ውፅለይ ይትረፍ ገፃ ገፅኩም ክርእየኩምን ኣይደልን እየ ክዲ ውፁ ሕጂ እውን ትጋገየ ኢኺ ዘለኺ ክትእምንና እዩ ዘለኪ እምበር ኣደ ስለ ዝኾንኪ ድላይኪ ኢልኪ ድላይኪ ገይርኪ ክተውፅና ኣይትኽእልን ኢኺ ስለዚ በጃኺ ክንረዳዳእ ተኾይንና ኣብ ማዕልቦ ክነብፅሖ ኣለና ግርም እወ ኪዲ በሉ ኪዲ ሓሲብኩምን መፁ

Hello. Hello, Mama. Hello. ናይ ደሓን ዳኣቢ ስኮር ጌርክለይ ከመይ ተቐኒኺ ሕማቕ ሕማቕ ቀኒ ብሰር ኣሕዋት ክኣበሎም ወደይ መንገዲ ገዛይ ረሲዐ ግዳም ወፂአ ገዛይ ከም ዘይምለስ ኮይኑ ኣለኹ እዚ እንታይ ተረኺቡ መን እዩ ተኣቤል ድዩ
ወሪድዎ ኣቤል ካብቲ ዳን ደሮቤል ጀሚርካ ሄለን ኣይትበል ዊንታ እምበሪ ምስታ ስዲ ጓል ሰበይቲ ሰበይቱ ብምፅጋዕ ከምዛ ዘየድዮም ከምዛ ዘየድዮም ሪኦምኒ ዋይ ንስኹ ዘይፈተኸዮ እኮ ፍታውን ኣይኮነን ማሚ ኣታ ንስኻ ደኣ ለባም እንዲኻ ኣባድየይ ድራር ልበይ ቀደሙ እዝጊ መሪሕኒ እኳ ይኣበሮም ዝበልኩኻ ማሚ ጥራይ ኣይትሕረቒ ንስኺ ዘይፈቲኺ እኮ ይትረፍ ኣንስ ደቂ ዶቦጭ ደቂ ዶቦጭ ባዕልና ውን ገዛና ገዲፍና ክንወጽእ እዩ ዘለና። ኣየናይ ዶሞ እዚኦም ደሓን ሰሙዑ ጽቡቅ ኣይሰሙዑን ወይ ኣነ ወይ ንሳ እተምዛ ገዛ ክንነብራ ኢና። ኖኖኖኖኖ
ማሚ ኢለኪ እኮ እየ ንስኺ ዘይፈቲኺ እኮ ንባባ ውን ይኹን ኣይቅበሎን እየ ማመት ከ ከመይ ኣላ ምሳኺ። ኣንታ ኣባድየይ ኣታ እስኻ ደኣ ኣባድየይ እንዲኻ ንዓኻ ወሊደትኒ ዘይብል ዝነበርኩ ሽሕ ግዜ ተወለድ ንስኻሲ ሚልዮን ግዜ ተወለድ እምበር ማመት ደኣ ገጸይ ሪኣ ትደንን ዓይነይ ሓፊራ ትዕመት ኣይ መኽበሪተይ እንድያ። ጽቡቅ ጽቡቅ ብጣዕሚ ጽቡቅ ለባም እንድያ በሊ ተትሰማምዑ ጉድ ኣይኮነን ንኩሎም ባራ በልዮም ኦከይ ማሚ። ኦከይ ዝወደይ ኦከይ ተንክው ከኣ በል ኣቦኻ ብሰሪ ጥዕንኡ ገሹ ስለ ዘሎ ሰናይት ከኣ እንታይ ገበረት ከይጉህዩ ኣይትንገሮም ኢካ ዝወደይ ደጊመ ከኣ ትንክው እብለካ። ኦኬ ኦኬ ቻው ቻው ባይ ባይ ማሚ። ሐራይ ዝወደይ ቻው ቻው ዝወደይ ቻው ሐራይ እህም ጸጊቦም እንድዮም ሐ ክንረእ እዩ ህም ዋይ Sevilamos, sevilamos, sevilamos.

ንዓይ ስመማጺት ብደሓን ኣይትምጽእ እናበለት እንድያ ኣብታ ገዛ ኮፍ ምባል ከሊኣትኒ ዘላ። ኣንድሪን ተሓተይ ናታትኩም ደሓን ደቃ ደቂ ማህጸና ስለ ዝኾንኩም ናብ ተብለኩም የብላን። እቲ ዝኸበደ ኮይኑ ደሎ ናይ ሸዊት እዩ። ልዕሊ ኩሉ ከኣ ናይቲ ክተፍርሶን ክትዕንዎን ትሓስብ ዘላ ቃል ኪዳን እዩ። እንታይ
ናይ ማን ሓዳር ክፈርስን ክዓኑ ዘበት ወዲ ዶቦጭ ኮያ ዘበት ኢለክን ኣለኹ ኣነ ሎሚ ይኹን ጽባሕ ኣብ ሓዳር እየ ክምው የስማዓክንን የሰምዕን ኣለኹ ኣታ ረባሕ ወይ ካብ ኣዘራርባ እዩ ጣልቃ ኣትያ ክብል ስለ ዝደለኹ እየ ግን ከኣ ሓቂ ክንዛረብ ተኾንካ ናይ ማማ ድሌት ከምኡ እዩ ዝመስል ዘሎ። እንታይ ይመስል ደኣ ከምኡ እምበር ድሕሪ ብ ገዛኻ ከይተጽንሓለይ ገጻ ክርኢ ደልኒ ገዛኻ መጺኻ ተኣከብ ትብልሲ እንታይ ክትብል ደኣ እሞ ንጽበያ ኣለና ሄሉ ሓፍተይ ጽቡቕ ተዓዚብኪ ኣለኺ እሞ እንታይ ኢና ክንብል እንታይ እዩ እቲ መበገሲ መበገሲኡስ እንታይ እዩ ቁሩብ ንስኻ ዝተዓዘብካዮ ነገር እንተሎ ወይ ዝተገንዘብካዮ ዶ ንገረና መበገሲ ክኾነና ኣነ ዝተገንዘብክዎ ዶ ኣብ ትዝክርና ነቲ ስዋን ነቲ ጸብሕን ጥዕም ኣቢላ እዋይ ጉዳ እዚስ ሸዊት ሰሪሓቶ እንዳበለት ናይ ባጫ ሰሓቅ እያ ትስሕቅ ነይራ ሽዑ
ንስራ እሞ እንታይ ከበዳ ዶስ እቲ ሓማት ጓላ እምበር ሰይቲ ወዳ ብውሕልነት ክትሓልፋ ኣይትደልን እያ ዝብል ኣዘራርባ ሓቂ እዩ ኣነ ኣብ ልዕሊ ማማ ዝተገንዘብክዎ ንዘፅናዕክዎን ሲ ሓቂ እዩ ጓላ እንተ ደኣ በሊፃታ ዋ ንኣዲኣ ምሂራታ ስለ ትበሃል ብተዘዋወሪ መንገዲ ንሰያ ትነኣድ ሰይቲ ወዳ ጥቅውቲ እንተ ደኣ ኮይና ግን ውሕልነት ካብ ኣዲኣ እንድያ ወሪሳ ኣዲኣ ምሂራታ ስለ ትበሃል

እሞ ባዕልኺ ሓሲብኪ ክትሰርሒ ትኽእሊ እንዲኺ። ሄለን ሓፍተይ መርገም ደኣ እቲ ምሸት ምሸት ንገዛ ምስ ኣተኹ ኣክንዲ ንሸዊተይ ብኽፉት ልበይ ዘዕልላሲ ልበይ ሸፊነኳ እየ በቃ ምሻሉ ንስለ ዘረባ ኢለኳ እየ ዝምልሰላ ኣቲ ምሸት ምሸት እኮ ተዋሳኣይ ኮይነ እኳ ዝሕልፎ ዘለኹ ተዋሳኣይ ኮይነ
ሓሮቦ ሓወይ ንሰብኣይ ኣብ መንጎ በዓልቲ ቤቱን ኣዲኡን ካብ ምቕርቃር ዝዓቢ ዝኸብድን ነገር የለን ኣቤት እወ ኣቤት ጽዕነት ካብ ሕሱም ናብራ ከፍእ ከምዚ ሓደ ሓደ ግዜ ናይ ኣስቤዛ ስኢንካ ወይ ብገለ ነገር ጭንቕ ዝኽብለካ ከሎ ካብኡ ንላዕሊ እዚ ኣጸቢቑ ከፍእ እሞ ሕጂ ንመን ክንዛረብ ንመን ተሓሰሙልና ተበል ንሓይሽ ኣቤ ዓንዳ ጌሾም እዮም ኩሎም ከ ሓደ ስለ ዝኾኑ ነበይ መሓመድ ተተወከስናዮም ከመይ ይመስለኩም ኣቤ መሓመድ እዮም ከኣ ንማማ ጽቡቅ ጌሮም ከረድእዋን እቲ ሓቂ ሓቂ እንዳነገሩኻ ከስምዕዋን ዝኽእሉ ጽቡቅ ኣለኻ ኣ- ኣብኡ ከለዉ ከኣ ነበይ በረ ከም ጎረቤትና መጠንሲ ኣብኡ ከለኹም ኣርክቡና ከኣ ንብሎም ጽቡቅ ኣለኻ ረቡ ሓወይ ነቦይ መሓመድ ተትዛረብ ናይ ምሓሽ ብዓቢኡ ከኣ ቀንዲ ዓርኪ ባባን ቀንዲ ተኻፋሊ ናይ ሽግር ናይ ገዛና ስለ ዝኾኑ ንዖም ክንነግሮም ኢና እንተ ናይ ኣቦይ በርሀ ግን ትጽንሓልና ክሳብ ክንዱ ዘዘርግሕ የብልናን ደሓር ከኣ ማማ ደስ ዘይብላ ስለ ዝኽእል ገለ ገለ ሰባት እውን ኣሕዋቶምን ጎረባብቶምን ክፈልጡሎም ዘይደልዩ ስለ ዘሎ እዚኣ ትትርፈና ከምኡ ዘይፈትዎ እኳ እንታይ ድዩ መሲልኪ ብቐረባ ስለ ዝፈልጥዎም እቲ ንሶም ዝፈልጥዎም ሓቂ ካብኡ ንምህዳም ዝገብርዎ ሜላ እኳ እዩ ኣነ ሄለን ሓፍተይ ካብ ጫፍ ንጫፍ ዘለዋ ጎረባብተይ ክትሓታለይ ትኽእላ ኢኽን ብዛዕባ ሸው ዝኾነ ዝሕባእን ዝኽወልን ምስጢር ዝበሃል የብለይ
ረብሓ ወይ ንስኻ ጥራይ ኣይትጨነቕ እምበር እዛ ናይ ኣቦይ መሓመድ ዘምፅኹማ ሓሳብ ብጣዕሚ ፅቡቕቲ ንጉዳይናስ ልዕሌና ዘሕምሞስ ብጀክኦ መን ኣሎ ድዩ ደሓር ከዓ

ሃሎ ሃሎ መርሓባ መብራት ኣሎ መሓመድ መርሓባ መርሓባ ጽቡቕ ኣልሓምዱልላህ ከመይ ቀኒኹም መብራት ሓፍተይ ጽቡቕ ጽቡቕ ቀኒና ንስኹም ከ ደሓን ዲኹም ኣልሓምዱልላ ኣልሓምዱልላ ጠፊአኪ ዶ መብራት ዋእ ምጥፋእ ጥራይ እኮ ቅልቅል። ማዕሌሽ ማዕሌሽ ማዕሌሽ መብራት ሓፍተይ ጽቡቅ ኣለኺ እኮ ጽቡቅ ኣለኺ እንሻላ ኣብዚ ሳልስቲ ክመጻኩም እየ። ኦህ
ሎሚ ደኣ ደልየኩም እንድየ ደዊለልኩም። እ ናይ ደሓን ዲኺ?
ናይ ደሓን እየ እቲ ቆልዓ ሮቤል ማለተይ እየ። ምስታ ሰበይቱ ኣይተጠዓዓመን እሞ። ዋእ ክሳብ ዝኮነ ዝከውን ሲ ሓንቲ ዓሻ ጎደፎ ከተናድይሉ ደልየ። ኣስታቅፍሩላሂ ልዓዚም ኣስታቅፍሩላሂ ልዓዚም ዋእ ኣቲ እንታይ ደኣ ወሪድዎም እዚ ኩሉ ፍቅሮም። ኦእ ፍቅሪ ኣበለ ከተምስል ካልእ መኣስ ኮይኑ ብዝኮነ ምስ መጻኩም ንዘራረበሉ። ምጹኒ ጥራይ። ዋእ ኣይ ሰሙን ሳልስቲ ደቦጭጎሹሲ ንሕና ሓሻ ገደፎ ክንደሊ ዕሽነትና ደኣ ከይከውን መብራት። ብዝኾነ ደሓን ክመጸኪ እንድየ ንገዛ ኣብኡ ንዘራረበሉ።
ሕራይ ሕራይ ሕራይ በቃ ምጹኒ ጽበየኩም እየ። መርሓባ መርሓባ መብራት ሓፍተይ። ሕራይ ሕራይ መሓመደይ ቻው ቻው።

ብስራት ደብዳቤታት ህዝባዊ ግንባር ናብ መምህር ኢሳቕ ጸጋይ እንታይ ንምሕባር ኣብ ረመጽ ምንባር ሰሜን ኢዝ ውሃኣስ ማለት ሁለተኛ ኣቤታዊ ሰራዊት ክድምሰስ ንብዙሓት ኣገሪሙ ብወተሃደራዊ ሳይንስ ብኸመይ ይጥቀስ ኩቱር ባህጊ ባሕሪ ዘንቀዶ ኢትዮጵያ ነቲ ጉዕዞ ብኸመይ ትኺዶ? ወደብ ንምውናን ኣሎ ዝበሃል ሓሳብ ተፈቲሹ። እዚ ዛንታ ኣብ ረመጽ መንበር ፍልልይ ኣረኣእያ ኣባላት ስርዓት ደርግ ኣብ ጉዳይ ኤርትራ ብሚዛናዊ ኣገላልጻ ኣብ መጽሓፍ ኣብ ረመጽ መንበር ንርሕቀት ኣተሓሳስባ ሰውራ ኤርትራ በቲ ሓደ ምስጢር ንክኸውን ቅድሚ ሕጂ ብዝኾነ ጸሓፊ ዘይተጻሕፈ ፈተነ ምንቅስቓስ ብስም ቆላማ ሓደገኛነቱ እተቃልዕ መጽሓፍ ኣብ ረመጽ መንበር ተዘርጊሓላ ናይ ስራሕ ዝምድና ምስ ሻለቃ ደሓር ኮሎኔል መንግስቱ ሃይለማርያምን ከም ዋና ኣመሓዳሪ ኤርትራን ተመክሮ 13 ዓመት ምስ ስርዓት ደርግ መምህር ኢሳቅ ጸጋይ

መጽሓፍ ኣብ ረመጽ መንበር
እውይ ሮባ ሓወይ ተዋሪድካ እውይ ተዋሪድካ ዓሻ ገደፎ ድልየኒ ኢልካ ኣሎ
ይህሉ

ሄለን ሓፍተይ ሄለን ሓፍተይ ገለ ግበሪ ገለ ግበሪ ብለኪ ኣለኹ ገለ ግበሪ ወይ ኣነ ገለ ክገብር እየ ገለ ክገብር ታክሲ ሒዘ በዚ መንገዲ ባፅዕ ቡም ክብል ኣንተ ረቢ ሓወይ ኣይትጨንቕ እንዶ ዋላ ሓንቲ ትገብሮ የብላን ምሽምጭና ምሕናቕ ከማን ኣሎ ልዕሊ እዚ እንታይ ዶ ክመፀኒ ረቢ ሓወይ ዋላ ሓንቲ ዝመፀካ የለን ኩሉ ሓርጎፅጎፅን ምዕንቃፍን ከዓ የውድቐካ ማለት ኣይኮነን እዋይ ሮቤል በዓል ኖቤል ብላሽ ኣቲ ሄለን ሓፍተይ ኩሎም ዕርኹተይ እኳ ንሸዊት ብምርካብካሲ ኖቤል ከም ተሸለምካ ኢሎም ከ ጠቕሱኒ ነይሩ ሕጂ ግን ብሰንኪ ሸዊት ምሳኣነይ ግን ሞት ትሽትተንላ ሞት ስትጨንወንላ ኣብለክ ኣለኹ እምበር ኣታ ረባሓወይ በጃኻ እንዶ ዘረባ ቀይር ነዚ ዘይትስዕር ተኾንካ እሞ ሰነፍ ኢኻ ንስኻ እንተ ዘይደሊኻ ከዓ ማማስ ይትረፍ ሕጊ እውን እንተኾነ ብሓይሊ ከፋትሐካ ኣይክእልን እዋ ንዓይ ዓሻ ጎደፎ ክደልየለይ ኣነ ዓሸ ንሸዊት ምስ ጎደፍኩዋስ ካልእ ሰብ ክወስዳ እዚሞ ብፍጹም ዘይኮውን እዩ ኣነስ ምስ ማማ ድኣ እፋታሕ እኸውን እምበር ንሸዊሳ ኣይገድፋን ኢሂ ኣነ ከኣ ዓሻ ኣይኮንኩን እብለክን ኣለኹ ኢሂ ኣነ ዓሻ ድየ ዓሻ ድየ ኣይኮንካን ኣንታ ረቢ ሓወይ ጥራይ ትም በል ጽናዕ ድሓር ከኣ እቶም ዝፋትሑ ሰብኣይን ሰበይትን ጥራይ ኣይኮኑ ክዓሹ እቶም ዘፋትሑ ከም በዓል ማማ እውን ዓያሹ እዮም ክትፈልጥ ንባዕሎም ብጽፍዒትን በትርን ሓዳሮም ገይሮምሲ ነዛ ማሙቕ ዝኾነት ሓዳረይ ዝፋሕብትን ከተብላ ናይ መን ጽፍዒት እፈልጥ እየ ኩሉ ዓሞይ ነጊራትኒ እያ ባባ ከኣ ንማማ በትሪ ጌሩ ዝባን ዝባና ይልጥጣ እዩ ኔሩ እዚ ከኣ ጸብሒ ኮነ ዋላ ካልእ ስራሕ ዘይትኽእል ኔራ ትኸውን ትኽእል እያ። ዳሓን ዳሓን ሩባ ሓወይ ሓዳር ሩባ ሓወይ ሞሚቓ ፉሕፉሕፉሕፉሕ ትብል እምበር ፋሕፋሕ ኣይትብልን ዳሓር ከኣ ከምቲ ማንቲለ ዘሊላ ዘሊላ ናብ መሬታ ማማ ድማ ዘሊላ ዘሊላ ናብ መስመራ ትኣቱያ። እንድዒ ሄለና ሓፍተይ እንድዒ እንተ ብሕጊ ዲኺ እንተ ብገለ ጌርኪ እዛ ጉዳይ በጃኺ ኣድሕንኒ ኣነ ካብ ሸዊት ካብ ዝፍለ

ሃሎ ሃሎ መን ክብል? ሄሎ ኣቦይ መሓመድ ከመይ ቀኒኹም? ሄለን እየ። ማርሓባ ማርሓባ ኣህለን ኣህለን ፋኑስ ጋዛ ፋኑስ እንዳ ቦሊስ ከመይ ቀኒኺ ሄሉ ጓለይ? ኣቦይ መሓመድ ደሓን ዶ ቀኒኹም? ደልየኩም እንዲየ ደኣ ነይረ። ኣልሓምድልላ ኣልሓምድልላ ጽቡቅ ቀኒና ጽቡቅ ቀኒና ዛጓለይ ናይ ደሓን ዲኺ። ኣንቱም ኣቦይ መሓመድ ሰሚዕኩም እኮ ትኾኑ ኢኹም ማማ ትሕይለና ኣላ ሓዳር ክትብትን ድማ ትሓስብ ኣላ ሮቤል ድማ እዚ ኩሉ ድሌቱ ኣይኮነን ደሓር ከኣ እታ በዓልቲ ቤቱ ከምቲ ትብላ ቦሶሮ ኣይኮነት ሕማቅ ጠባይ የብላ ጽቡቅ ጌርና ንሕና ንፈልጣ ኢና ስለዚስ ረኺብኩም ክትዛረብዋ ስለ ዝደለኹ እየ ደሓን ደሓን ተረዲኤኪ ኣለኹ ሄሉ ጓለይ ደሓን ሕጂ ገዛ ብጽሕ ኢለ ኣብኣ ከለኹ ንገዛኹም ስለ ዝኾንኩ

ኣሚ ኣመይ ከመይ ፀኒሕክና
ንዓኻትኩም ኢሉ ዘይኮነ ነታ ርሖይን ነታ ኣሚነይን ክብል ጎይታ ኣፅኒሕኒ ኣሎ ድሓ እቲ ዘገድስ እኮ ብድሓን ምፅናሕኪ እዩ ማሚ ሽኮር
ሕጂ እንታይ ኢኹም ደሊኹም ታይ ስለ ዝሓሰብኩም ኢኹም ተኣኻኺብኩም መጺኹም ዘለኹም? ኣድ ማሜ ገዛና ዘይኮነ ናበይ ደኣ ክንከይድ ደሊኹና?
ቅድሜኹም እኮ እየ ጻሒሩ እየ እዚ ክጠፍኣኒ ታይ ደኣ እንታይ ኹም ክትብሉ ደሊኹም ተዛረቡ
ሕራይ በሊ ስምዕና እሞ ማሜ እሰምዕ እንድየ ዘለኹ እዋ ንጎ ክንረዳዳእ ስለ ዘይከኣልናስ ሕጂ ህድእ ኢልና ክንላዘብ ስለ ዝደለና ኢና መጺና ቅድሚኡ ግን ዓንቶ የሕሪቕናኪ እንተኾንና ኣይትሓዝልና ንዓይ ነዴኹም ስስኹም ከተረድኡኒ በሉ ቁርጽ ብዝበለት ዶ ናይ መወዳእታ ክነግረኩም እወ ሕጂ ሓብ ሓንቲ እየን ትመርጹ ሀ ንመብራት ለ ንሸዊት ሐ ምብራር ካብዛ ገዛ ካብ ሰለስቲኤን ሓንቲ እየን ትመርጹ በቃ ህለን መሪጽና ኣለና ንስኻ ይእትወካን እዩ ናታተን ባዕላተን ኣለዎ ኣታ ሮባ ሓወይ ደሓን ዛዘረባ ሙሉ ቁርፃ ኣቲ ማመየ ማዕረይ ሓንቲ ሕቶ ሓተኪ ባባስ ቀደም ከመይ ነይሩ ርጉም ዶ ነይሩ ዋላስ እንታይ? ወይ ተውሳኹ ሕያዋይ በልዓ።
ኣነስ ገለ ገለ ወዳት ኣለዎ ምሽ ነንስቶምሲ ኣይትእተዊ ኣይትውፅኢ ገዲፍክኒ ትግሽ ኢሎም ደሸግርወን ከምኦም ነይሩ ከይከውን ኢለ እየ። እንታይ መፂዎ
በሉ ኣነ ክትፈልጡ ከምዘን ናብ ስድረአን ከይደን ቅልቅል ኢለን ዝምለሳ ይነበርኩ ከይደ ቀሲነ ሰሙን ክልተ ሰሙን ገይረ መፅእ እሞ ደቦጨኪ ወይ መብራተይ መፂእኺ ዲኺ እንተደኣ ተሃዊኽኪ ኣስቤዛ ወዲእኽን ዲኽን ለኣኸልና ዘይትብልኒ ኢሉ ልቡ እናመለቖ እዩ ዝቕበለኒ ነይሩ። መብራተይ ከ ኣለዎ ይህናይ ደኣኸ እናጣዓመ እምበር ከዓ ኣፍ ልቡ እናሃረመ ዋ ዓሻ ድዩ ወይለከ ትፈልጡ ወረጌታ ፋኑስ ገዛ ትብል እኮ ናይ ሽዑ ናተይ ዝነበረት እያ
ማለት ሲ መብራተይ ክብል ሲ ኣጥፊእዎ ኣለግምሽ ትርር ኢሉ ሲ መፂእኺ ዲኺ ደኣ

ወረ ክትፈልጥሲ መብራተይ ዓይነይ መብራተይ ቅድሜኺ ኣንቲ ለባም ኣንቲ ጽብቕቲ ኣንቲ ወሓለ እናበለ ማይ ውዕዩ ኣውዕዩ እግረይ ሓጺቡ እዩ ዝቕበለኒ ነይሩ። ኣቲ ማመይ እሞ እቲ ሓዳር እቲ ናብራ እንዳ መን ገብረሉ ነይሩ ደስ ን ዓበይ ኣይበላ ከይድ ነይሩ እዩ ማለት ዋእ እዝራ ፍሉጥ ዋእ። እይ ከምዚ ከማኻ ድዩ መሲልካ። ኣነ እዛ ናይ ባባ ዝወሰድኩ እንድዩ ዝመስለኒ ነይሩ። እይ ኣታ ኺድ ዓጢነ። ለዝላዝ ለዝላዝ ምልዝላዝ በል ንሱ ሲ ክትፈልጥ ቅጭው ቀጭቅጭው ፀብሑ ሰሪሑ ይበልዕ ቡኑ ቀልዩ ይሰቲ። እሞ ካብ ፈለማ ሲ ብኣኺ ዝተኣማመን ወሓለ በዓልቲ ሓዳር ምዃንኪ ዝፈልጥ ነይሩ እዩ ማለት እዩ። ሞይተን ደኣ ንኸሰን ኣለና እምበር ካብ ዓባይኩም ኣብርሀት ሕልፍ ዝበልኩ እየ ነይረ። እንጀራይ ፍሉጥ፣ ፀብሐይ ፍሉጥ፣ ስዋይ ፍሉጥ ሓዳር ገበርና እምበር ደቦጭ ኣበዲኡ ከይዱ ልኽፍ ኣቢሉ ኣይፈልጥን። ከምዚ ከማኻ ኣብ ሓማቱን ኣበዲኡን ከይዱ ዝጠልል ዝነበረ ከይመስለካ።
ከምዘን ምሻልዋ ንከተማ ምስ ኣተዋ ዝድርበሻ ንሰላጣ ዘብስላ ንፓስታ ከኣ ዝግዕታ ገለስ ኣይነበርክን ማለት እዩ። ኦሽ ኣንታ ስቕ በል ዋእ ጣይታይ ፍሉጥ ስዋይ ፍሉጥ እንጀራይ ፍሉጥ። ብመርዓተይ ከለኹ'የ ዝብለካ ዘለኹ። ውራይ ዓዲ፣ ሰይቲ ደቦይ ጫላ ወሓለ እናተባሃልኩ ተጸዊዔ'የ ዝመርሕ ነይረ። ኣንቲ ማማየ፣ እሞ እንታይ ደኣ ነዛ ሸዊት ንሮቤል ገዲፋ ናብዛ ገዝኣ ብጽሕ ኢላ ትምለሳ'ሲ ከም ሓጢኣት ተቖጺራ። ሸዊት እኮ ገና ብመርዓታ ከላ ውራይ ገዛና ዘጸበቐት እኮ'ያ ማማየ። ደሓን ደሓን ደሓን ደሓን ደሓን፣ እዚ ኩሉ ሕቶ እምበኣር ናብኡ ንምብጻሕ'ዩ ነይሩ። ከምዚ ከማይ ስለ ዘይኮነት፣ ንሳ ከምዚ ከማይ ስትርቲ፣ እድብቲ ስለ ዘይኮነት። እማ ማግነፍ እባ ሸዊታይ እድብትን ስትርትን ፈረኻን ከማን። ኣታ ኺድ ንፋስ እያ ኣየናይ ኢልካዮ ከም ገለ ጌራ ኣጋግያትካ ትኸውን ዓንጃል ዓንጃል ወዓንጃል። ኣንቲ ማማይ ሸዊት እኮ ከም ሰብ ገለ ጉድለት ክህልዋ ይኽእል እዩ ግን ማዕረ ክንዲ እዚ ትብልዮ ዘለኺ ኣይኮነትን። ኣቲ ስቅ በሊ
እዚ ኩሉ ንሓዊ ክብ ሓዊ ጠቢስክስ ሕጂ ከኣ ልዕሊ ሓዊ ክትሕለቕላ ኣለኺ። እንታይ ድኾን ኣቲ ሚሊ ንስኺ እምበር ንሱ እኮ ዝበሎ የብሉን። ማማ ኣብ ለምለም ሰፊረ ድዩ ዝበለ ደራፋይ? ዊንታ ሓፍተይ ንሸዊት ብምርኻባ ኣነ ኣብ ለምለም እየ ሰፊረ ዘለኹ። ብልቢ እየ ዝብለኪ ዘለኹ ማማየ ኣነ ንሸዊት ምርካበይ ኣብ ለምለም እየ ሰፊረ ዘለኹ። ዋይ ኣታ

ከተማላኽዕላ ደሊኺ? እምበርከ! ዓርኪ ሰብ ኣድነቓዕ! ዋእ!
ማማ! ኣፍክን እዝንኽን ይለጎማ! እንታይ ኣቢሰ?
ሓውኺ ብሰንኪ ክንዲ መጋርያ ክፋእ ዝተጠብሰ! ማማ! ኣብ መጋርያ ክፋእ ተጠቢሱ እይትበልኒ! ኣነ ኣብ ለምለም እየ ሰፊረ እብለኪ ኣለኹ! ብሸዊት ኣይትምፅኒ! ፎእ!
ነጊረካ ኣለኹ! ዝበልኩኻ ገበርካ ፅቡቕ! ኣይገበርካን መፍትሕታ ክስተረክብ ወዲኤ ኣለኹ!

ሄለን ድማ ኣብ ማጨሎት ገዲፍክየ ክመጽእ ኢኺ? እወ፣ ስራሕና ምስ ደወሉለይ እንድየ መጺኤ። ንሱ'ውን ደሓን'ዩ ሕጂ ኺዲ ኢሉኒ። ድሕሪ ባባ ንስኹም'ውን ምስ ጠፋእኹም ደኣ ናይ ግድን ኢና ክንጃጁ። እወ፣ ሓቅኺ እንዲኺ፣ ሓቅኺ እኮ ኣለኺ ሄለን ጓለይ። እም፣ ሓቅኺ ኢኺ። መብራት ከመይ ቀኒኺ እስኺኸ? እስኹ እውን ናፊቅኪ ትኾኒ እምበር።
ንናፍቅ እወ። እወ እወ ሓቅኺ ሓቅኺ ዶቦጭ ንሰዓታት እኳ ክፍለየካ ዘይከኣል ኣነ ትርእዩኒ ዘየለኹምን ብድሕሪኡ ብጽምዋ ተበሊዐ ናፊቀዮን እኮ። ትብልዑ እወ ጉጅሞ በሃልትኹም እንዲኺ ከኣ። ሳሕ ሳሕ ከላም እሞ እዛ ቆልዓ ደኣ እንታይ ረኺብዋ ኣይተቓደውን ዝበልክኒ ሽዑ። መን ቆልዓ እያ እዚኣ?
ዋእ ወይለ ባዕልኺ እንዲኺ ነጋሪት ብጀካ እዛ ሰይቲ ሮቤልሲ መን ኣላትና ድያ? እህም ንዓኣ ዲኹም ዋእ ሰዳ ቆልዓ ድያ ሰዳኣ ክትመርዖ ከላ ካብ ሰበይታ እንድያ ነይራ። ዋእ ኣሃ ወረጃ ማለትኪ ድዩ? እሱስ ደሓን ብሕጂ እውን ትበፅሖ ኣይትመስልን ግና ናይ ጓልነት ሒዛ ኣይመፀትን እየ ዝብል ዘለኹ። ዋእ ማማ እሂ ትዛረብዮ ዘለኺ ይርደኣኪ ኣሎ? ገበን እኳ እዩ ኣነ እምበር ንስኺ ዶ ምሳኣ ደቂስኪ ኢኺ። ስቕ ንበል ሮቤል ሓወይ። ማማ እዚ ትብልዮ ዘለኺ ከኣ ንዓይ እውን ጸርፊ ምዃኑ ፍለጢ። ዋእ ኣዳቒስክዮም ዲኺ?
ደሓን ግደፍዎ እሞ እሱ እዞም ደቀይ መብራህቲ ኣብ ትሕዝኣ ጥቅውቲ ዶ ኣይኮነትን። እምበር እዚ ትብልዮ ዘለኺ ክትዛረብዮ እውን የብልክን መብራህቲ። እ ሓራምን ገበንን እዩ ክትፈልጢ ዘለኪ። ኣበይ መሓመድ ጥቅውትን ፈረቃን ሰበይትን ፈረቃን ጓልን ፈረቃን ከማን። ኣቤት ህ ፈተና ድዩ ካብ መብራትይ ንላዕሊ ኢልካ ከኣ ወስኸሉ። ዋእ መብራር እንተወሰኸሉስ መዓስ ተጋግዩ በዓልቲ ቤቱ እንድያ። ዋእ ደሓን ዲኹም ደኣ?
ወይለከይ ንዓይ ከ በሰሮ ዶ ትፈልጡኒ ኢኹም። እቲ ናይ ምፍላጥን ዘይምፍላጥን ይጽንሓልና እሞ ብሓዳሩ ክሓምም ግን ግቡእ እዩ መብረም። ብገዝኡን በዲኡን ከ ክሓምም የብሉን። ዋእ ውሉድ እኮ ንቅድም ሓዳር ናይ ኣቡኡን ኣዲኡን ልዕሊ ማንም ናይ ካልኦት ሓዳር ክኾነሉ እዩ ዝደልን ዝምነን። ትሰምዕኒ ኣለኺ? ሓዳር ጎጆኡ ምስ ፈለየ ግን ሓዳሩ ልዕሊ ሓዳር እንዳ ኣቦኡ ክትኮነሉ እዩ ዝምነ። እታ ናቱ። ዶ እሂናይ ደኣ ግና ዝበልኩስ ካን በሰሮ ድያ ኢደ እግሪ የብላን ድያ? ከምኡ እንተ ኾይኑ ከኣ መፍትሒ ከነናድየሉ እየ ዝብል ዘለኹ ኣነ። ጓል ደቦጭ ድያ? ኣየነይቲ ኣደምሂራታ እሞ ኢደ እግሪ ክህልዋ ዳሓር ካኣ ኣብ ርእሲኡ ዛሓዘት ሒዛ ናብ ስድራ ኢያ ትኸይድ። ምርቅፍ ትበል ሎሚ ካብ ገዝኣ እንተወሲዳ ጽባሕ ምስ ጎደላ ካብቲ እንዳ ስድራኣ ኢያ ክትምልእ እኮ ከምኡ ዶ ኣይኮነን መብራን። ማማ በጃኺ ኢልና እባ ስቕ ኢልና ዝሰማዕናክን እዛ ጓል ጸለሎይት እልካያ ኣዲኣ ተዘይ ረኤታ ንስኺ ኣዲኣ እንዲኺ ስኽሪ ተርእያ። በሊ

ዝሓለፈ ዝክርና እዩ መን ሰረሖ ዲኹም በሊዕኹም ሰቲኹም ይርዳኣኒ እወ ይርዳኣኒ ወረ ተቦጭሲ ዊንታ ጓለይ ንባዕላ ኢደ እግሪ ዘይብላስ ንሓዋ ከመይ ዝበለት መርዓት ኣምጺኣትሉ ገዛና ተቐሊታ ኢሉ ብታሕጓስ ክተርብ እዩ ደልዩ። ኣሕ ኣበይ እሞ ብሃቂ ንሰብሲ ናይ ደስ ደስ ኢሉ ብሽም ሸዊተይ ዛጥ ኣቢልዎ። ዋእ ዛጥ ኣቢልዎ ክኸውን መኣስ ገድፍ ኮይኑ ተባጭታ። ሽዑ በቲ ስግር ዝነበሩ በዓል ኣቦኻ ሰቋር፣ ዑስማን፣ ዓንዳይን ሲ ይስሕቁ ኔሮም እኮ። ሕጂ እዚ ንደቦጭ ንምጽራፍ ድዩ ዋላ ንሸዊት ንምንኣድ? ደሓን ደሓን ደሓን ናቱ ሕጂ ይጽንሓልና እሞ ሕጂ ክነዘንትወልኪ ኢና መብራት ቀደም ግዜ እዩ ሓደ ወዲ ንሓንቲ ጓል የምጽ እሞ ሓዳሮም ይፈልዩ። ወይለይ ከይትሓጸኑ ሓያም ድያ ጓል ዶ ይበልኩማ። ኖኖ ከሕጽረልኩም ደልየ ደኣ እምበር ብድሕሪ ሕጽኖትን ምልሶትን ማለት እየ። ኣሃ ድሕሪ ስርቂ እቶት ገለ ትብልዎ። ከመይ ገርኪ ፈሊጥክዮ ዳኣ እ ስርቆት ወይ እትዋት እዩ ዝባሃል። ዘይትፈልጦስ ከመይ ደኣ ጓል መን ድያ? እወ ኣዲኣን ሸዊት እየን ነጊረናና ካልእ እውን ብዛዕባ ባህሊ ዓድና ብዙሕ እየን ዝነግራና። እንታይ? ግርም ኣለኺ ወረ ናይ ሽዑስ ወለዶ መፍለዪ ብርኪ ዝህብዎም እኽሊ ክሳብ ዝኣቱ ድሕሪ ዓመትን ፈረቓን እዮም ሓዳሮም ዝወፁ ዝነበሩ።
ኣባይ መሓመድ፣ ድሕሪ ሓዳሮም ምፍላዮም ከ እንታይ ኮይኖም? ሓዳሮም ምስ ወፁ ሓደ መዓልቲ ኣውደኣመት ይኸውን እሞ ስዋ ፅመቑልና፣ ካብ እንዳ ኣቦና ንኸይድሲ ኣብዚ ገዛና ምውዓል ይሀሸና፣ ስዋ ፅመቑልና ይብላ እሞ ንሳ ከዓ ተሓጒሳ ስዋ ትፀምቆሉ። ንኽልቲኦም ኢላ? ዋእ!
ሸዊት ዶብ ትፈለማ ሓዳር ምስ ወጻና ኣብ ሰሙኑ ከምኡ ገበረት ብድሕሪኡ ከማን ስዋ ናብዚ ገዛ ሰዲድና። ኣይዋ
ሽዑ ኣውደኣመት ኮይኑ ክምስሑ ምስ ተቐረቡ ንሳ ስዋ ትቐድሓሉ እሞ እቲ ወዲ ከኣ ጸሚኡ ስለ ዝነበረ ኣብኣ እንከላ ግጥም እንተበላስ ጨው ንግህ እውይ እውይ ተዋሪዳ ኣብዚሓትሉ ድያ ተልክል።
ኣሃ ኣሃ ሰሚዕኺ ዶ መብራት። ተኽዘልክትን። ኣቲ ኣቲ ስኻ ኣበጃ ከማኺ ትኾኒ ንሱ ኣረ ጨዋቱ እዩ ዋንዶ እንታይ እሞ ፈሊጣ ኣነ ጥተይ መዓት እዩ እደይ ንሳ እውን ከምኡ እያ መሊሳ ኢሎማ ኣዲኣ ቅድሚኡ ስለ ዘየርኣየታ ጨው ዝኣትዎ መሲሉ እንታይ ዋ ተኽንትም ዘለኹም ኣይዋ እቲ ቅድም ካብ ኣዲኣን ኣብ ገዝኣን ክትፈልጦ ዝነበራ ስለ ዘይፈለጠት ኣነ እኮ ኣይ ናይ ኣቦይ ኣይ ናይ ኣደይ እንታይ ኢለዮ እቶም ዘዕለሉና ግን ነቲ ቅጫ ስዋ ውን ጨው ገይራ'ያ ሰንኪታቶ ኢሎምና። እዋእ!
ዘሕጉስ ብስራት ንወለዲ! ሓዳስ ናይ ህጻናት መጽሓፍ ኣብ ዕዳጋ ህያብ ንቖልዑ! ውሉዳትኩም ብቦታ ከይተድረቱ ንባህልን ውርሻን ክፈልጡ ብዛንታታት ክምሰጡ መጽሓፍ ህያብ ንቆልዑ ዓድጉ። ህያብ ንቆልዑ መሃርን ኣዛናይን ዛንታታት ዘበልጽግ ናይ ንባብ ብቕዓት እኹል መላመመዲ ዘካተተት ብመሰነይታ ሳእል ዝወቀበ ትሕዝቶ ኣብ ህያብ ንቆልዑ ኢና ንረኽቦ። ህያብ ንቆልዑ ወለዲ ወፍርኹም ዕዉት መጻኢኹም ብሉጽ ንምግባር ስለ መጻኢ ውሉዳትኩም ሕሰቡ። ኣብ ርሑቕ ግን ከኣ ቀረባ ክህልዉ ሓግዝዎም። ህያብ ንቖልዑ ከንብቡ። ህያብ ንቖልዑ ቋንቋ ትምህር፣ ዛንታ ትነግር፣ ብመላማመዲ ሃኒጻ፣ ብፍልጠት ኣብሊጻ ተዕቢ ህያብ ንቆልዑ ኣብ መላእ ዓለም ተዘርጊሓትልኩም ኣላ። ነዛ መጽሓፍ ንምውናን ብቐጥታ ካብዚ ዝስዕብ ዌብሳይትና ምእዛዝ ይከኣል ወይ እውን በዚ ዝስዕብ ቁጽሪ ስልኪ ተወከሱ። ህያብ ንቆልዑ! ህያብ ንቆልዑ!
ኣምጻዩ'ኸ? ኣማስይኡ ደኣ ወዲ በትሪ ገይሩ ይሰሃላ ንሳ ዝተጋገየት ኣይመሰላን ኣነ ደኣ ኣደይ ንጸብሒ ጨው ንቅጫ ጨው ንጸባ ጨው፣ ንእንጣጢዕ ጨው ክትእትወሉ ይርእያ ስለ ዝነበርኩስ ከምኡ ዝኸውን መሲሉኒ ኢላ ኣይትብሎን። እሞ ከምኡ ዶ ኣይኮነን ዝግበር? ቅጫ ቅድሚ ምስንካቱ ጨው ይኣትዎ፣ ንጸብሒ ጨው ይኣትዎ፣ ንሕንኩሮን መጠቃን ከኣ ጨው ይኣትዎ። ኣቲ በሰሮ ኣነ ከምኡ ምሂረኪ?
ማማ ምሂርክኒ ዲኺ? ንዓይ ዶ ሪኢኽኒ ትፈልጢ ኢኺ? ኣበይ መሓመድ መቸም ናይ ሸዊት ዝሓለፈ ዝክርና ሪኢኹማ ኢኹም ጨው ጨው ክትበሃል ሰሚዕኹም ኔርኩም ኣለጋጋብ ከይትመጽእ መስኩሩ ብላዕ ንኸርስኻ ፍረድ ንነብስኻ ኢያ ወሪዱኒ ኣነ ድኣ ይትረፍ ስዋ ጸብሓ ውን ጨው በዚሕዎ ክበሃል ሰሚዐዮ ኣይፈልጥን
ቀፅልልና እንዶ ግዳ እታ ብስዋ ጨው እትያ ዝተባህለትሲ እንታይ ኮነት? ንሳ ደኣ በዓል ቤታ ሓንሳብ ወስ ምስ በላ ምሉቕ ኢላታ ኡይ ትብል፣ ጎረቤት ከኣ ጎይያ ትመጽእ። ዋእ እንታይ ክትገብር ደኣ ጎረቤታ መጺኣ? ዋእ ተተዓርቕ ተመሲላ ገለ ወረ እንተኣኻኸበት መስተዪ ቡን ዝኾና። ኣየ ድሕሪኡኸ? ኣታ ደሓን ዲኹም ትብሎም፣ ወዲ ከኣ ደሓን ኢና ብምባል ገጽ ብምክላእ ይመልሳ። ንሳ ግን ናብ ኣዲኡ ትኸይድ እሞ ሰይቲ ወድኽን ሰባኣያ ግዲ ሃሪምዋ ኮይኑ ተጠሊዓ ብሙሉኡ እቲ ዓዲ ክሳብ ዝሰምዕ ኡይ ትብል ነይራ ኢላ ትነግራ። ዘይሕማም ታረስኒ ባዕላቶም ከለውዎ ድኣ እንታይ ምልከታ ንዓ። ኣቲ ግደፍና እንዶ የሕመቂ ጸብቅ ባዓልና ዘለናዮ ደይኮና በዴኪ ንዋረድ ዘለና። ኣታ ስቅ በል ዳንደ ቀደሙ ወራድ ማይ ምስ ኮንካ እንዲስ ትቕብጸቱ ስደተኛ።
ኣዲኡ ሰሚዓ ደኣ ጥራይ ክዳን ኣፋነታ ትኸውን እምበር። ናይ ፋሉል ሆያ ደኣ ብምምጻእ እሂቱም ደቀይ ደሓን ዲኹም ትብሎም ወዲ ከኣ ደሓን ኢና ኣደይሲ ስዋ ክትጸምቆልና ስለ ዝኾነት ኣይትጽሞቒ ኢለያ ስለ ዝነበርኩ እሞ ኸኣ ንስኺ ስዋ ከየምጻእክልና ሱቕ ስለ ዝበልክስ ሓሪቐ ዓንጾ ዓንጾ ንማዕጾ ገይረስ ሃሪመያ ይብላ። ዋይ
እወ እዚ ወዲ ደስ ክብለካ ኣብ ክንዲ ንሱ ዝነግረላስ በቃ ነዛ ዝርባ ጥውይ ኣቢልዋ። ሮቤል ሓወይ ወድስ ከምዚ ክኸውን ኣለዎ። ጓል ከኣ ከም ሸዊተይ ክትከውን ኣለዋ።
ኣቤት መዓዳዲ ድኾን ደሎ ንጸብሒ በርበረ ኣትዎ'ሞ ንስዋ ከኣ በርበረ ከእትወሉ ኢላ ክሳብ ተእትወሉ ድዩ ክሽፍነላ ኢዱ ገይሩ ግዳ ጉንደዝ መዕ ዘይሽፍና። ደሓን ማማይስ ምጽንሓልኪ። ኣቦይ መሓመድ ኣዲኡ ከ እንታይ በለት እስከ ንገርዮ። ሓቅኻ ፍርዙን ወደይ ኣነየ ተጋግየ ብምባል ጽልምት ምስ በለ ስዋ ሳርማ መሊኣ ሰይቲ ዋዳ ከይትሓፍር ኢላ ሒዛትሎም መጸት ኢሎምና ንብለኩም።
ዋእ በቃ እዚ ኩሉ ተጋግያስ ፍቱሕ ንከይበለ። ብድሕሪ'ዚ እቲ ወዲ ስውኡ ይኹን ካልእ ሰበይቱ ዝተጋገየቶ ንማንም ሰብ ከይነገረ ባዕሉ ኩሉ ከም ትፈልጥ ገይርወን። እምነት ከኣ ንሳ ንደበጩን እያስን ደሃብን ካልኦትን ዝወለደት ከመይ ዝበለት ወሓለ ሰበይቲ ናይቲ ዓዲ ዝነበረት፣ ኣብርሀት ዓባይኩም እያ። ዓባይና
ዋ እዚ ኩሉ ዛንታስ ናይ ኣባሓጎይን ናይ ዓባየይን እዩ። እወ ወሕሉል ጥቁው ሰብ እኮ ካብ ጌጋታት እዩ ዝውለድ። ብሓቂ ዓባየይሲ እዚ ኩሉ ኣብ ዓዲ ዝነበራ ክብርን ተፈታውነትንሲ ካብዚ ዝተወልደ እዩ። ሳሕ ሳሕ ካልእ ከኣ ብዛንታ ዘይኮነስ ብቐረባ ንፈልጦ እውን ኣሎ ክነዘንትወልኩም። ኣየ ሓንቲ ንጣይታ ጨው እእትያ ዝሰንከተት፣ ሓማታ ንዝሃበታ ስዋ ድማ ዝሒሉ ኢላ ኣፍሊሓ ንሰብኣያ ዝሃበት። ከይትምልእዋ ከይትምልእዋ እብለኩም ኣለኹ መሓመድ ከይትምልእዋ። እዋእ
ኣነ ሽም ዶ ጠቒሰ እየ መብራህቱ። ዋላ ስም ኣይትጥቀሱ ከይትምልእዋ እብለኩም ኣለኹ። ዋእ ዓርኪ ርእሲ ኮይኑ ናትካ ኮነ ናይ ስድራካ ዝፈለጠ ፈሊጡ ንንፋስ ዝህብ ኣሎ ድዩ። ኢሂ መቑር እንተኾነ ስዋ ውዒ ከይስተ እንድዩ። በዓል ዲኺ ትፈልጢ።
ዋእ ኢሂ መብረር እንታይ ደኣ ጸርጸር ትብሊ። ንስኹም ውን ባዕልኹም ትፈልጡ። ወይለዮኺ ሱብሃናላ ቃድር ሱብሃናላ መብራት ዓርኪ ርእሲ ከምቲ ዝበልክዮ ዝረኣየ ርእዩ ዝሰምዐ ሰሚዑ ትም እያ እ ግን ምስጢር ናይ መርዓት ካብ ክብሪ ሓዳርን ቃል ኪዳንን ዓብዪ ይኮነን። ታይ ማለትኩም እዩ እሞ? እወ ኣነ እኮ እየ መብራት ካብታ መጀመርታ ጥራይ ዝባንኪ ምስ ዶበጭ ዝደቀስክላ ክሳብ እዛ ሕጂ ሓዳርኪ ፈሊኺ በጺሕኽያ ዘለኺ እቲ ኩሉ ነገርኪ ዝፈልጥ ኣነ እየ መስለኒ። ስለዚ

እዋይ ክፋእ እዋይ ክፋእ መሓመድ ግደፉ እባ። ኣይገድፈኪን እየ መብራን ኣይገድፈኪን እየ ስለምንታይ ይገድፈኪ እዘን ኩለን ኣዋልድ ተመሳሳሊ ጌጋ እየን ዝጋገያ ምኽንያቱ ኣዴታተን እውን ተመሳሰልቲ ስለዝኾና
ኣቤ መሓመድ ኣነ ግን ንሸዊተይ ከምዚ ዓይነት ጌጋ ሪኤላን ሰሚዐላን ኣይፈልጥን ዋእ።
እንተ ትጋገ ከ ምፈታሕክያ ማለት ድዩ።
ዋእ እንድዒ ማለትሲ። ማለተይሲ ማለተይሲ ኣይኮነን እቲ ንቅጫ ስዋ ጨው እትያ ዝጸሞቀትሉ ፍርዙን ውን እኮ ገንሓ ሓሪቁ ውን ሃረማ እምበር ኣይፈትሓን እኮ ኣይፈትሓን። ሕራይ ኣባሓጎይሲ ንዓባይ ኣይኮኑ ኢልዋ ባባኸ ንማማ እንታይ ኢልዋ? ኣቦኻ ደኣ ክሳብ ሎሚ እዩ ዝጠዓሰላ። መቸም ዶባጭ ዓቕሊ እንጣጢዕ እንድዩ ንመብራት እንተዘይፈታሕክዋ ኢሉ ፋሕ ተፈንጣሕ ኢሉ። እሞኸ?
ኣባሓጎኹም ከኣ መብራት ዘይኮነስ ካብዚ ገዛ ንስኻ ኢኻ ትወጽእ። ኣዴኻ ክትመጽእ ከላ ትፈልጣ ዶ ኔርካ ኢኻ? እ ጸጥ ኢልካ ሓዳርካ ትገብር ኢሎም ዓዶ እምህት ከኣ ክልቲኤን ማሻላ ወትባረከላ ከማይ ዝበሉ ኣግባዝ ወለዳ ኣሎም። ዋው ኣቦይ መሓመድ ባዕልኹም እኮ ን ሰብ ካብ ጌጋታቱ እዩ ዝውለድ ኢልኩምና ኢኹም ዓንተወይ። ጽቡቅ ጽቡቅ ኣለኺ ሄለን ጓለይ ሸዊት ከ እንታይ ኣቢሳ እንተ ነፊዓ ንሓዳራ እንተ ዘይነፍዐት ከኣ ንሓዳራ ደሓር ከኣ ሎሚ ካብ ገዝኣን ወሲዳ ንእንዳኣቦኣ እንተኸይዳ ጽባሕ ምስ ጎደላ ካብኡ እኮ'ያ ክትምሊ ከምኡ ደይኮነን እቲ ሂወት። ወሪድዋ እንታይ ከ ወሲዳ ትፈልጥ። ደሓን ዋላ ትውሰድሲ እዚ መመኽነይታ ፍትሕ ኣይኮነን። ሰብ ኢሎሞ ሰብ ኢሎሞ ሰብ ኢሎሞ። መሓመድ ሓወይ ስለምንታይ ኢኹም ከክንዲ ጎቦ ጌጋ ምስ ተጋጉ ክትመጹ ስለምንታይ ቀልጢፍኩም ዘይትመጹ? ደሓን ደሓን መብራት ሓፍተይ ደሓን እቲ ናይ ሰይጣን ካብቲ ናይ ረቢ ስለ ዝቅልጥፍ ብከምኡ እዩ ዝቅድመኒ ዘሎ ደሓን። ኣቱም ቆልዑ ኣይትሓዙለይ ነቦኹም ከኣ ኣይትንገሩለይ እዞም ደቀይ። እንታይ ኢልና ክንነግሮ እንተኾይንና ዘይንነግሮ ደኣ ብድሕሪኡ ብዝገዛና ነገር ተኣዊዱ ከምዝፍታሕባ ክፈልጥከ። ኣንቲ ሄለን ጓለይ ካብዛ ምውቕቲ ሓዳረይ ከተስጉጉኒ? እዋእ! እንታይ መሲሉ እዩ ዝሰጎግኪ? ኣባሓጎይ ፍርዙን ዶ ንዓባየይ ኣሰጊግዋ እዩ? ደሓር ከኣ ከምኣ ኢልና ኣፉ ኣትሕዝ ክነብሎ ኢና። እዛ ኣብ ልዕሊኣ ኮይኑ እናፈከረ ጸርጸር ዝብላ ዘሎ እውን ማይክ ክትከውን እያ።
ማማ፣ ኣበይ መሓመድ ከለዉ ንሸዊተይ ደዊለ ዶ ንዕምጽ ቡን ስተዪ ክብላ? እውይ!
ጽናሕ እባ ባዕለይ ከይደ ቅረበልለይ ክብላ። እዋ ኣቲ ማማ ንሳ ድኣ ትፈልጦ እኳ ዘይብላ እንዶ እሺ ከማንሲ ማማስ ድሕሪ ባባ ምጋሹስ ጸሚዋ ከውን እዩ ንኺድ ኣብኡ ኮይንና ቡን ንስተ እያ ትብለኒ ቀጻሊ። እንታይ ናይ ብልቢ ድዩ? እው እሜ ሸዊት ኣብዚ ጉዳይ እዚ ወላ ሓንቲ ትፈልጦ ነገር የብላን። ኣገናዕ ኣገናዕ ዝወደይ ፍርዙን ብህዮ ዲኻ ኣነ ደኣ ከምዞም ኣደይ ከምዚ ኢላትኒ ኣደይ ከምዚ ኢላትኪ ኢሎም ብዝጠቅምን ዘይጠቅምን ንሓዳሮም ሓዊ ዝእትውሉ ትመስለኒ ኔርካ ንስኻ ግን ማሻላ ማሻላ ማሻላ ኣገናዕ ኣገናዕ።
እዋይ ተመስገን ተመስገን በል ኣይትደውል ባዕልኻ ከይድካ ኣምጽኣ ዝወደይ። ሕራይ ዋይ ረሲዐዮ ከኣ ኣቤ መሓመድ ናይ ኣባሓጎይን ናይ ዓባየን ጉዳይ ጨውን ስዋንሲ ብኸመይ ተፈቲሑ? እወ ኣነ ውን ከምኡ እየ ክብል ሓሲበ ነይረ። ንሱ ደኣ ኣብ ማል ኣቦኹምን ኣዴኹምን ዓባይኩም ባዕላ ድግድጊት ተዓጢቃ ን ብምልኡ ዳስ ኣውሎ ኢላ ነጊራቶ። እህ ዓባየይ'ሲ ኣውሎ ኢላ?
ዋእ ከመይ ዝበልዋ ሰበይቲ ድያ ነይራ እህ መቸም ዶቦጭ እንድዩ ቦኽሪ ኣብቲ መጀመርታ ከኣ ናቱ ኣበባ እዮም ሪኦም ሽዑ ዝነበረ ዝብላዕ ዝስተ ብጣዕሙን ልስላሲኡን ቅድሚኡ ኣብቲ ዓዲ ብመሰረቱ ከምኡ ኣይተራእየን ሰብ ዘበለ ከኣ ጉድ ኢልዎ። እሞኸ ሽዑ ዓባይኩም ከምዚ ኢላ ኣንቱም ዓዲ ጉዳም ውራይ ኣይትበሉ ፍርዙን ዓይነይ እንከሎ መልኣኽ ንሓዳሩ ፍርዙን ዓይነይ እንከሎ መልክዕ ንሓዳሩ ብዓድን በረኻን ኣዋፊሩ ናብራ ዘግብር መኺሩ ደኪሩ ሓዳር ዘቕጽል ኪዳኑ ሰቲሩ ስዋ እንተ ጥዒሙ እንተ መቂሩ እንጀራ እንተ ለስሊሱ እንተ መቂሩ ብሳሉኡ ዩ ለምሊሙ ምዒሩ ባዕለይ ኣለኹዎ መሓሊት ምስኩሩ ብስዋ ጨው ዝሓርሓርኩ ዓንቀሩ ኢላ ውሎ በለትኒ። ደስ ክትብለካ ድሕሪት ኣባሃጎይ እንታይ ኢሉ ተሓጒሱ ዶ? እዛ ዛንታ እዚኣ ኣብ ዓድና ኩሉ እንድዩ ዝፈልጣ ኣባሓጎኹም ዝበለኹም ከዓ ባዕለይ ዘይነግረኩም ኣባሓጎኹም ከዓ ብድድ ኢሎም ኣብርሀተይ ዶ ክብለኪ እንቲ መርዓት ቀደመይ ኣብርሀተይ ዶ ክብለኪ ኣንቲ መብራህቲ ዓለመይ ትንእድኒ እንተፀበቕኩ ዓቕመይ ወስ እንተበልኩኺ ሰኣን ምፅማመይ ስትር ተብልኒ ከይከፍእ ስመይ ኩርዕርዕ እንተበልኩ ዘይኮርዕ ከመይ ሳላ ክንዲ ትጣፈይ ትጠስመይ ሳላ ክንዲ ዳጉሻይ ስገመይ ኣበባይ ዘማዕረገ ውራይ ምፍላየይ ማይ ዘየቐበልኩኽስ ክንዳኺ ክስመ በዛ ልበይ ክትነብሪ ብደመይ ማሃብኩ ክንዴ ነዘን ዕድመይ ምስ በሉወን ዓባይኩም ከኣ ኣቦ ደቦጭ ሞት ምሳኻ ሂወት ምሳኻ እምበር ዕድመኻ ወሲደ ድሕሬኻ ክተርፍስ ይትረፈኒ በልኦ ንብለኩም። ኣታ እዞም ናይ ቀደም ወለድናስ ክልቦም እኮ ዓባይኩም ከዓ ከምታ ቃለንን ባህገንን ኣባሓጎኹም ዕርፍ ምስ በሉ እውይ ፍርዙነይ ድሕሬኻስ ኣይክእሎን እየ ምስ በላስ ሰዓት ኣብ ዘይትመልእ ዕርፍ ይብላ እሞ ጥቓ ጥቓ ቀበሩ እንብለኩም ቆልዑ ንሞት ስጣቕዒት ዋ ፍቕሪ ክሳብ መቓብር ዝበሃል ዳኣ እዚ እንድዩ